ኣብቲ መወዳእታ ዘበን ኢሉ ቃል ኣምላኽ እንታይ ክኾኑ እዮም ኢሎም ሰባት ፈተውቲ ርእሶም ክኾኑ እዮም ኢሎም ብዙሕ ባህርያት ገሊጹ ኣሎ ኣብ ካልኣይ ጢሞቴዎስ ምዕራፍ ሰለስተ ሓቂ ካብ ጥቕሲ ሓደ ጀሚሩ ሰባት እንታይ ክኾኑ እዮም ፈተውቲ ርእሶም ፊልያ ኣውቶስ ዝብሎ በቃ ንርእሶም ሲ ኣኽቢሮም ዝርእዩ ብዛዕባ ርእሶም ብዛዕባ መንነቶም ጥራይ ዝሓስቡ ክኾኑ እዮም እዩ ንሰብ ከነፍቅር እንተ ደሊና ንኻልኦት ንሕዋተይ ከፍቅረኩም እንተ ደለ መንነተይ ክድርብለን ትብሉ ኣለኹም ክብረተይ ከውርዶ ኣለኒ የሱስ ክርስቶስሲ እንታይ ኢሉ? ትሑት ብልበይ ኢሉ። እንተድኣ ብልብና ዘይትሒትና፣ ብልብና እንተድኣ ዘይደኒንና፣ መንነትና እንተዘይገዲፍና፣ ንኻልእ ሰብ ከነፍቅር ግዜ የብልናን። ኣይነፍቅርን ኢና ንኻልእ ሰብ። ንኻልእ ሰብ ከፍቅር ዝኽእል እንታይ ዝኾነ ሰብ እዩ? መንነቱ ዝደርበየ፣ ንርእሱ ከም ከንቱ ዝቖጸረ ሰብ። በቃ ሓወይስ ተከቢሩ ይግበ ኣነ ይትሓት ብዘየገድስ በቃ ኣነ ይዋረድ ንሱ ይሓሽ ካባይ ስከ ኣነ ይፈልጥኒ ንሱ ይፈልጥ ካባይ በቃ ምንም ነገር የብለይ ንሱ ግን ኣለዎ ንሱ ይውፃእ ክትብል ከለኻ ሽዑ ፍቕሪ ቦታ ኣለዎ ኣባኻ ማለት እዩ ንካልኦት ሰባት ከተኸብር ከለኻ ጥዑም ከይመስለኩም ነፍስኻ ስጋኻ ኢንጆይ ዝገብሮ ከይመስለኩም ነፍስኻ ስቀቓ ስጋኻ ኸኣ ይበኣሰካ። እዚ ከምዚ ክብለካ፣ እዚኣ ከምዚ ክትብለካ፣ ከምዚ እኮ ኢኻ እስኻ፣ ከምዚ ንገረካ እኮ ኢኻ፣ ስጋኻ ከምኡ ይብለካ ኩሉ ግዜ። ኣስተውዕልዎ፣ ገለ ነገር ናይ እግዚኣብሄር ክትገብሩ ክትትስኡ እንከለኹም ስጋ ዝብለኩም ኣስተውዕልዎ። በዓል ክስቶ ከምዚ ክሓልፉኻ፣ በዓል ክስቶ ከምዚ ክገብሩ፣ እስኻ እኮ ከምዚ እኮ ኢኻ፣ ከምዚ ንገበርካ፣ ስጋኻ ሓፍ ሓፍ ሓፍ ኣቢሉ ላዕሊ ክሰቕለካ ይደሊ። ሱቅ በል ኢካ ትመልስላ ሱቅ በል ኣብዚ ጽናሕ ምክንያቱ ብመንፈስ ነቲ ስጋ ተደይ ገዚእካዮ ነሕዋት ከተፍቅር ኣይትክእልን ኢካ ፍቅሪ ዋጋ እዩ ዘክፍል ፍቅሪ ይልበስ እዩ ልበስዋ ኢልና ኣሎ ቃል እግዚኣብሔር ፍቅሪ ባህሪካ ጌርካ ትሰርሖ ባዕልካ ኢካ ትሰርሖ ኣብ ሂወትካ ካራክተር ትገብሮ ንሓድሕድና ክንፋቀር እግዚኣብሔር ክድግፈና ይክእል እዩ ጉድለት ሓውና ከይንርኢ እግዚኣብሔር ክድግፈና ይኽእል እዩ። ጽቡቕ ነገር ናይ ሓውና ጥራይ ከነውጽእ እግዚኣብሔር ክድግፈና ይኽእል እዩ። እግዚኣብሔር ግና ዋጋ ክትከፍል እዩ ዝደልየካ ኣብ ፍቕሪ። ኣምላኽ ዋጋ ክፈል እዩ ዝብለካ። ነፍስና ብምንታይ ተዓግብ መሲልኩም? እንተ ዕጋበት ስኢንኩም ብገንዘብ፣ እንተ ዕጋበት ስኢንኩም ብስራሕ፣ እንተ ዕጋበት ስኢንኩም ብትምህርቲ፣ ነፍስኹም ብምንታይ ተዓግብ መሲልኩም? ደው ኢልኩም ሕሰቡ እሞ ንኻልኦት ጽቡቅ ክትገብሩ ሕሰቡ ነፍስኹም ትዓግብ ሰባት ዓጊቦም ክትርእዩ እንከለኹም ነፍስኹም እትዓግብ ሰባት ኣብ ጽቡቅ ነገር በጺሖም ክትርእዩ እንከለኹም ካልኦት ሓፍ ኢሎም ክርኢ እንከለኹም ዕረፍቲ ይበልና ውሽጢ ምኽንያቱ እቲ ንኻልኦት ሰባት እንገብሮ ንዘልኣለም ሒዝናዮ ክንከይድና ጽባሕ ንግሆ ክርስቶስ ኣብቲ ቤማ ዝኾነ ኣብቲ ወንበር ስልጣኑ ኮፍ ኢሉ እንከሎ ሽዑ እንታይ ክብለካ እዩ well done ጽቡቅ ገበርካ እዚ ወደይ ክብለኩም እዩ ጽቡቅ ገበርኪ እዛ ጓለይ ክብለኩም እዩ ምኽንያቱ ንሽዑ ሒዝናዮ ኢና ንኸይድ ሎሚ ዝገበርናዮ ንኻልኦት ንዘልኣለም ሒዝናዮ ኢና ንኸይድ ንርእስና ንነፍስና ድማ ኣብዛ ምድሪ እንታይ ይገብራ የዕግባ ማለት እዩ ኣብዚ መወዳእታ ዘመን ዘሎ ሰብ እንታይ እዩ ተድላ ዝፈቱ ኢልዎ ምሽ ተድላ ፕሌዠር ፕሌዠር ተድላ በቃ ሓጎስ ደስ ክብሎ እዩ ዝደሊ ናይ ሎሚ ዘመን ደስ ክብሎ ኣብ ብስጉኡ ማለት እዩ ኣብዚ ኮይኑ በቃ ደስ ክብሎ እንጆይ እስከ ንግበር ከምዚ ዶ ገለ እዩ ክብል ዝደሊ ዋጋ ክኸፍል ኣይደልን ምኽንያት መጽሓፍ ቅዱስ ኣይሉ ኣብቲ መወዳእታ ዘመን እንታይ ክኾኑ እዮም ሰባት ፈተውቲ ርእሶም ክኾኑ እዮም ዋጋ ክኸፍል ዝደሊ ሰብ የለን ግዜ ክኸፍል ዝደሊ ሰብ የለን ተጓዒዙ ዝሓመመ ሰብ ክበጽሕ ዝደሊ ሰብ የለን ሎሚ ፈታዊ ርእሱ እዩ ዝኸውን ሰብ ፍቕሪ ሕውነት ተልዩ ግና እንታይ ይገብር ዋጋ የኽፍለካ ኬድካ ትበጽሕ ኬድካ ኣሕዋትካ ትርኢ ኬድካ ዋጋ ትኸፍል ማለት እዩ ፍቕሪ ሕውነት ከምኡ እዩ ዝገብር ንኣሕዋትና ከነፍቅሮም ይከኣለና እዩ እግዚኣብሄር ሓይሊ ይህብና ኣሎ። ኣብ ውሽጥና መንፈሱ ከንብር እንከሎ፣ እቲ መንፈስ እቲ ካብ ፍርሃት እግዚኣብሄር ዝተላዕለ ኣሕዋትና ክነፍቅር ይገብረና እዩ። ቃየል እንታይ ኢሉ? ዓሻ ቃየል እንታይ ኢሉ? ኣነዶ ሓላዊ ሓወይ እየ። ኣነዶ ሓላዊ ሓወይ እየ ኢሉ ቃየል። ሓላዊ ሓውኸ? ሓላዊ ሓፍትኽ እየ ኢሉ። ንሕና ኢና ሓለውቲ ኣሕዋትና። ክጠፍኡ እንከለዉ ንሕና ኢና ክንሕልዎም ዝግበእና። ኣሕዋት ከይመጹ ክተርፉ እንከለዉ ቤተክርስትያን ንሕና ኢና ክንሕልዎም ዝግበእና። መን ኣይመጸን መን መጽኣ ኢልና ቸክ ክንገብር ዝግበእና ንሕና ኢና ኣሕዋተይ። ፍቕሪ ሕውነት ንሱ እዩ። ይግደሱለይ እባ እዮም ይጥንቀቑለይ እባ እዮም የገድሶም እባ እየ ከብለና ዝኽእል ንሱ እዩ ኣሕዋተይ። ንሓድሕድኩም ተፋቐሩ ንሓድሕድኩም ተሓሳሰቡ ንሓድሕድኩም እንዳበለ መጽሓፍ ቅዱስ ብዙሕ ግዜ ነጊርና ኣሎ። ምኽንያቱ ንምንታይ ኢና ሓድሕድኩም ኢሉ ካብ በይንኻ ምዃንሲ ብሓባር ስለ ዝሓይሽ ብሓባር ስለ ዝሕሸና እዩ እግዚኣብሄር ከምኡ ዝብለና ማለት እዩ ንሓድሕድኩም ኢሉ ብምክብባር እናተቐዳደምኩም ብፍቕሪ ኣሕዋት ኢሉ ንሓድሕድኩም ብለውሃት ተፋቐሩ መጽሓፍ ቅዱስ ስድራ ቤት ኣምላኽ ኢና ካብ በልና፣ ብደም የሱስ ክርስቶስ ዋጋ ዝተዓደግና ኢና፣ ደም ኣሎ ኣብ ማእከልና ካብ በልና፣ ካብቲ ስጋ ዝበልጽ ናትና ሕውነት ዝበልጽ ኣሎ ካብ በልና፣ እንታይ ይብለና ኣሎ? ንሓድሕድናሲ ንምክብባር እንታይ ንግበር? ንቀዳደም። ንምክብባር እንታይ ማለት እዩ? ንሓውኻሲ ዝበለጸ ክትገብሮስ ተቐዳደም። ዝሓሽኩም ክትኮኑ ንዓኹምሲ ክገብረኩም ክቀዳደም ክጎይ ኣለኒ። ካብቲ ንሕና ንፈልጦሲ ዝበለጸ ንኽፈልጡ ክንቀዳደም ኣለና ክንገብሮ። ካብቲ ንሕና ነገልግሎሲ ዝበለጸ ዘገልግሉ ሰባት ክመጹ ዕድል ክንህብ ኣለና። ከምኡ እዩ ዝብለና እዚ ብፍቕሪ ኣሕዋት ከኣ እንታይ ኢሉ ንሓድሕድኩም ብለውሃት ተፋቐሩ ለውሃት ብዘለዎ በቃ ትሕት ብዝበለ ብዝተሰብረ ብኡ ተፋቐሩ ኢሉ። ነዚ እንታይ ይብለና ኣሎ? ተቓዳደሙ፣ ካልእ ሰብ ከይቅድመኩምሲ ተቓዳደሙ እዩ ዝብለና ዘሎ። እስኻ ተደይ ጌርካዮሲ ካልኦት መጺኦም ክገብርዎ እዮም፣ ብኻ ከምዚኣ ደይ ገበርኩሉ ንኽስቶ፣ ብኻ ከምዚ ኣበጺሐዮ ከይበልኩም ከለኹም ግበርዎ ይብል ኣሎ እግዚኣብሔር። ተቓዳደሙ ይብል ኣሎ እግዚኣብሔር። ምኽንያቱ ጽባሕ ኣኽሊል ኮይኑ ክጸንሐኩም እዩ። ፍቕሪ ሕውነት ጽባሕ ኣኽሊል ኮይኑ ክጸንሐኩም እዩ። ኣኽሊል ኮይኑ ዝጸንሐና ኣብዚ ብዝኸፈልናዮ ዋጋ ደኣ እምበር ብዝሰበኽናዮ ስብከት ኣይኮነን፣ ብዝዘመርናዮ መዝሙር ኣይኮነን፣ ነቲ ዘይረኣ ብዘገልገልናዮ እዩ። እግዚኣብሄር ንዑ እዩ ኣኽሊል ገይሩ ዝህበና። ነቲ ፍቕሪ ኣሕዋት ተቐዳደሙ ካልኦት ከይቅድሙና ኣሕዋተይ። ኣብ ቀዳማይ ተሰሎንቄ ምዕራፍ ኣርባዕተ ጥቕሲ ትሽዓተ እንታይ ኢሉ ኣሎ መሲልኩም? ብናይ ፍቕሪ ኣሕዋት ግና ኢሉ ብዛዕባ ፍቕሪ ኣሕዋት ግና ንስኻትኩም ባዕልኻትኩም፣ ባዕልኻትኩም ክብል ከሎ ካብ ውሽጥኹም ካብቲ መንፈስ እግዚኣብሄር ዝተላዕለ፣ ካብቲ ኣባኹም ዘሎ መንፈስ ዝተላዕለ ባዕልኻትኩም ንሓድሕድኩም ምፍቓር ካብ እግዚኣብሄር ካብ ኣምላኽ ተምሂርኩም ኢኹም እሞ ኢሉ። እቲ ምፍቓርሲ ምጽላይ ኣይኮነን ዘድልዮ። እግዚኣብሄር ኣብ ህይወትና መንፈሱ ከንብር ከሎ ባዕሉ ኣምላኽ ይምህረና ይምህረና እግዚኣብሄር እዩ ዝምህረና ምክንያቱ ኣምላኽ እንታይ ኢሉና ኣሎ ፍቕሪ እዩ እግዚኣብሄር ፍቕሪ እንተኮይኑ እንታይ ኢና ንሕና ከ ፍቕሪ ኢና ክንከውን ዝግበና ካብ ኣምላኽ ኢና ንመሃሮ ካብ እግዚኣብሄር እንመሃሮ ነገርሲ እንታይ እዩ ንሱ ኣባና እንታይ ስለ ዝኾነ ፍቕሪ ስለ ዝኾነ ንሕና ድማ ካብ እግዚኣብሄር ካብ ኣምላኽ ዝተላዕለ ንምፍቃር ንሓድሕድናሲ ካብኡ ኢና ንመሃሮ ካብ ውሽጥና እዩ ዝወጽእ ምፍቃር ኣሕዋት እንጽልዮ ጸሎት ኣይኮነን ፍቕሪ ካብ ውሽጥኹም እዩ ዝወጽእ ፍቕሪ ኣብ ውሽጠይ ዝተዓቑረ ፍቕሪ ኣውጻዮ ኢልኩም ጸልዩ ኣባይ ደሎ ፍቕሪ ብዛዕባኡ እስክጽሕፈልኩም ኣየድለየኩምን ኢሎም ተፋቐሩ ኢሉስ ኺጽሕፈሎም ኣየድለዮን ጳውሎስ። ንምንታይ? ምኽንያቱ እቲ ፍቕሪ ካብ ኣምላኽ ተማሂሮሞ እዮም እያ ካብ እግዚኣብሄር ተማሂሮሞ እዮም ኣብ ውሽጦም እዩ ዘሎ። ኣምላኽ ፍቕሪ ስለ ዝኾነ ኣብ ውሽጦም ኣሎ። ነዛ ፈተና እዚኣ እንታይ ጌሮማ ነይሮም ማለት ንሰብ ተሰሎንቄ? ሓሊፎማ ነይሮም። ነዛ ፈተና እዚኣ ሓሊፎማ እዮም። ምንጋር ኣየድልዮምን እዩ ማለት እዩ ኣብ ውሽጦም ዘሎ እዩ። ዝዓበየት ሕጊ ሓላፍነትን እግዚኣብሄር ዝሃበና እንታይ እያ? ንምፍቓር እያ። ስለዚ ዝምድናና ኣብቲ ምስ እግዚኣብሄር ዘሎ ዝምድናና ጥዑይ እንተድኣ ኮይኑ ምስ ሓውና ዘሎ ዝምድና እንታይ እዩ? ጥዑይ እዩ። ንምፍቃር ኣሕዋት ዘለና ዝምድና ጥዑይ እዩ። እዚ ክንብል ከለና ግና ሓቂ ንዛረብ ኣይኮንኩን ዝብል ዘሎ። ነፍቅር ከለና ተሸፋፊንና ንሕለፍ ኣይኮንኩን ዝብል ዘሎ። መጽሓፍ ቅዱስ እንታይ ኢሉ ኣብ ዘለዋውያን መሲልኩም ዘለዋውያን ምዕራፍ ዓሰርተ ትሽዓተ እንታይ ኢሉ ኣሎ? ክትሓሚ ኢልካ ኣብ ህዝብኻ ኣይትዙር ኢልዎም ክትሓሚልካ ኣብ ኣሕዋት ኣለና ምሽ ተሓሚልኩም ናብ ካልኦት ኣይትኺዱ ኢሉ ኣይትሕመዩ እዩ ዝብለና ዘሎ ሽዑኸ ናብ ደም ብጻይካ ኣይትለዓል ናብ ደም ብጻይካ ኣይትለዓል ኣነ እግዚኣብሄር ኢሉ ንሓውኻ ብልብኻ ኣይትጽላእዮ ንብጻይካስ ንብጻይካ ብዛዕባ ሓጢኣቱ ከይትጸውር። ብዛዕባ ሓጢኣቱ ከይትጸውር እንታይ ግበሮ? ኣጸቢቕካ እንታይ ግበሮ? ግምሓዮ። ሓጢኣት ተገይሩ ሓውኻ ተፍቅሮ እንተኾንካ ግምሓዮ። ሓጢኣት ተገይሩ ንገሮ። ከምዚ ጌርካ ኣለኻ፣ ከምዚ ኮይኑ ኣሎ፣ ከምዚ ኮይኑ ኣሎ ኢልካ ንገሮ ይበሎ። ምኽንያቱ እንተዘይነጊርካዮ እቲ ኩሉ ሓጢኣት ናቱ ንስኻ ኢኻ ትጸርዮ ይብል ቃል እግዚኣብሔር። ብዛዕባ ብጻይካሲ ብዛዕባ ሓጢኣቱ ናቱ ሓጢኣት ምእንቲ ከይትጸውር ኣጸቢቕካ እዩ ኣጸቢቕካ ጽቡቕ ጌርካ ክትገርሖ ይግባእ እዩ ሓጢኣት ንዝገበረ ንዝበደለ ብቕንዕና ዘይከደ ብዝተጋገየ ሰብ ትገንሖ ኖ እዚ መንገዲ ኣምላኽ ኣይኮነን እግዚኣብሔር ዝፈትዎ መንገዲ ኣይኮነን ትብሎ ማለት ምክንያቱ ፍቅሪ ኣሕዋት ደልዩ ማለት እዩ ሽዑ እንታይ ኢሉ ንደቂ ህዝብካ ኣይትፍደን ኣይትቀየምን ንብጻይካ ከም ርእስካ ደኣ ፍተውዎ ኣነ እግዚኣብሄር እየ ኢሉ ስለዚ ብእምነት ምስ ደሓና እምነት ነጻ ምስ ተዋህበና ብድሕሪኡ እንገብሮ ዋጋ ንኸፍለሉ ግና እንታይ እዩ ፍቅሪ እዩ ፍቅሪ ዋጋ የኽፍል ዋጋ ከፊልና ኢና ነፍቅር ሰባት ደቂስካ ኣይፍቀርን የፍቅሮ'የ ኢልካ ኣይተፍቅሮን ኢኻ ንሰብ ዋጋ ክትከፍል ኣለካ ከተርእዮ ኣለካ ፕሩፍ ኢት ፍቅሪ ይዛረብ ኢዩ ብተግባር ኢዩ ፍቅሪ ፍቅሪ ፍቅሪሲ ኩሉ ዓይነት ቋንቋ ኢያ ትዛረብ ኢሎም love speaks any language ኢሎም ኩሉ ቋንቋ ኢያ ትዛረብ ፍቅሪ ምኽንያቱ ብተግባር ኢኻ ትገልጸሉ ቻይና ዝፈልጥሲ ብተግባርካሲ ከምተፍቅሮ ትገልጸሉ ትኽእል ኢኻ ዋላ ቻይና ትዛረብ ኖርወጃን ዋላ ይትኽኣልሲ ከምተፍቅሮ ንሰብ ክትገልጸሉ ትኽእል ኢኻ ኣይኮነን ድዩ እግዚኣብሔር ኣብ ማእኸልና ዝደልዮ ዘሎ እንታይ እዩ ስድራቤት ኣምላኽ ኢና ንሕና ስድራቤት ኣምላኽ ኢና ካብቶም ብስጋ ዘለዉ ኣሕዋተይሲ ዝቐርበኒ መን እዩ ንስኻትኩም ኢኹም። ፈቲኹም ጸሊእኹም ከኣ ኣነ'የ ዝቐርበኩም። ንኻልእ ኣይትሃቡን ኢኹም፣ ንኻልኣይ ሂበኩም'የ ማለት እዩ። ስለዚ ብደም'ዩ ዓዲግና፣ ብቓሉ'ዩ ዓዲግና፣ ብእምነት'ዩ ዓዲግና። እግዚኣብሄር ነዚ ከፊሉ ዘርኢ ሂቡ'ዩ ዓዲግና። ስድራቤት ኣምላኽ ዝገበረና እዚ'ዩ። ስድራቤት ኣምላኽ ክገብረና ከሎ ግና ኣብ ማእከልና እንታይ ይደሊ ኣሎ እግዚኣብሄር? ፍቕሪ ኣሕዋት። ፍቕሪ ኣሕዋት ከኣ ብምንታይ ሂብና ኣለና? በቲ ኣብ ውሽጥና ዘሎ ናይ እግዚኣብሄር ዝበቖለ እግዚኣብሄር ዝሓተሞ እግዚኣብሄር ዝሃበና መንፈስ ካብኡ ዝወጽእ እዩ ፍቕሪ ኣሕዋት። ፍቕሪ ኣሕዋት ከኣ ብግልጺ ብዘይ ግብዝና ነፍሲ ብዘጽሪ ፍቕሪ ኣሕዋት ብሓቂ ብምፍቓር ብንጽህና ልቢ እዩ ፍቕሪ ኣሕዋት። ፍቕሪ ኣሕዋት ተሸፋፊንካ እንዳኸድካ ኣይኮነን ፍቕሪ ኣሕዋት ተቐላሊዕኻ ብምኻድ እዩ ፍቕሪ ኣሕዋት። ኣይንሸፋፍኖ ተቐላሊዕኻ ብምኻድ እዩ ፍቕሪ ኣሕዋት። ስለዚ እግዚኣብሔር እንታይ ይብለና ኣሎ ስድራቤት ኣምላኽ ኢኹም ስድራቤት ኣምላኽ ኢና ኣምላኽ ዋጋ ከፊልልና እዩ ኣሜን እስከ ተጺና ክንጽልና እግዚኣብሔር ዋጋ ከፊልልና እዩ